ሎሚ እውን ከም ኩሉ ግዜ ዓለምና ናብ ዘይተጸበናዮ ደረጃ ትሰግር ምህላዋ ዘርእዩ ዘይተሰምዑ ኣገረምቲ ዜናታትን ሓቅታትን ሒዝናልኩም መጺና ኣለና ሰናይ ምክትታል። ኣብ ናይ ሎሚ ዜናታትና ደቂ ሰባት ምስ ኮምፕዩተር ብቐጥታ ዘራኸብሉ ሓድሽ ምዕባለ ኒውሮሊንክ፣ ብ ስሪዲ ፕሪንተር ዝሕተሙ ናይ ሰብ ኣካላት፣ ኣብ ስፖርት ዘዛርብ ዘሎ ናይ ኤኣይ ዳኛታት ምትእትታው፣ ኣብ ስፖርት ዝተኣታተወ ናይ ኤልኢዲ ባይታ፣ ኣብ ትምህርቲ ዓቢ ለውጢ ዘምጽእ ዘሎ ቨርቹዋል ሪያሊቲ ሑጻ ናብ ድኹዒ ዝቕይር ናኖ ቴክኖሎጂን ካልኦትን ክነቕርበልኩም ኢና ከምኡ ውን ንሓረስታይ ስታንዳርድ ኣገልግሎት ዝህቡ ድሮናት ኣብ ሕርሻ ዝብሉን ካልኦትን ክነቕርበልኩም ኢና እዚኦም ጥራይ ዘይኮነ ብሓቂ እዚ ይኸውን ድዩ ዘብሉ ብዙሓት ሓበሬታትን ስለ ዘለዉና ምሉእ ትሕዝቶ ንምክትታል ምሳና ጽንሑ። ኩባንያ ስፔስኤክስ ስታርሺፕ ዝተባህለት መንኮርኮር ተጠቒሙ ካብ ሓደ ክፍለ ዓለም ናብ ካልእ ክፍለ ዓለም፣ ንኣብነት ካብ ኒውዮርክ ናብ ቶክዮ፣ ብሰላሳ ደቒቕ ጥራይ ንምብጻሕ ዘኽእል ናይ መጓዓዝያ መስመር ይምርምር ኣሎ። እዚ ማለት ናይ ነዊሕ ሰዓታት ናይ ነፋሪት ጕዕዞ ታሪኽ ክኸውን'ዩ ማለት'ዩ። ኣብ ዓውዲ ሕክምና ዝተራእየ ተኣምር ዝመስል ዜና፣ ተመራመርቲ ሕጂ ብስሪዲ ፕሪንተር ተጠቒሞም ናይ ሰብ ቆርበትን ኣካላትን ክሓትሙ ጀሚሮም ኣለዉ። እዚ ማለት ሓደ ሰብ ኮለሊቱ ወይ ልቡ እንተተበላሽዩ ካብ ካልእ ሰብ ክሳብ ዝልገሰሉ ኣይጽበን እዩ ማለት እዩ። ናይቲ ሰብ ናይ ባዕሉ ዋህዮታት ተጠቒሞም ሓድሽ ኣካል ይሓትምሉ። ካልእ ዘገርም ሓቂ ድማ ናኖ ቦትስ ዝተባህሉ ኣዝዮም ደቀቕቲ ሮቦታት እዩ። እዞም ሮቦታት እዚኣቶም ናብ ደም ሰብ ብምእታው ዝተባላሸዉ ዋህዮታት ይጽግኑ፣ ካንሰር ድማ ጌና ከይተዘርግሐ ከሎ ይዓግትዎ። እዚ ቴክኖሎጂ እዚ ንዕድመ ደቂ ሰባት ብዓሰርተታት ዓመታት ከንውሖ ከም ዝኽእል ተመራመርቲ ይገልፁ። ከምኡ እውን ሕጂ ብልሒ ዘለዎም መድሃኒታት ስማርት ፒልስ ተሰሪሖም ኣለዉ። እዚ ኬይና እዚ ድማ ምስ ወሓጥካዮ ኣብ ውሽጢ ከብድኻ ዘሎ ፀገም ቪድዮ እናቐረፀ ናብ ሞባይልካ ወይ ሞባይል ሓኪምካ መልእኽቲ ይሰድድ። ኩባንያ ኒውሮሊንክ ሓደ ዓይነ ስዉር ዝነበረ ሰብ ብሓገዝ ኣብ ሓንጎሉ ዝተተኽለ ቺፕ ዳግማይ ክርኢ ከም ዝኸኣለ ኣፍሊጡ። እዚ ብላይንድ ሳይት ዝተሰምየ ቴክኖሎጂ ነቶም ብተፈጥሮ ይኹን ብሓደጋ ዝዓወሩ ሰባት ተስፋ ዝህብ ዓቢ ዓወት ተባሂሉ ተወሲዱ ኣሎ። ብተወሳኺ ኣብዚ ሰሙን እዚ ዝወጸ ሓድሽ ናይ ኢድ ሰዓት ስማርት ዎች ቴክኖሎጂ ደም ከይተወጋእካ መጠን ሽኮር ኣብ ደም ግሉኮዝ ለቨል ብልክዕ ክልክዕ ከም ዝኽእል ተረጋጊጹ። እዚ ንሚልዮናት ተሰከምቲ ሕማም ሽኮር ዓቢ ዕረፍቲ ዝህብ ምህዞ እዩ። ኣብ ዓውዲ ሕክምና ካንሰር እውን ሓድሽ ብኤኣይ ዝተሰርሐ መመርመሪ መሳርሒ፣ ሓደ ሰብ ሕማም ካንሰር ቅድሚ ምሓዙ ካብ ሓሙሽተ ዓመት ኣቐዲሙ ናይ ምፍላጥ ዓቕሚ ከም ዘለዎ ተመራመርቲ ዩኒቨርሲቲ ኦክስፎርድ ኣፍሊጦም ኣለዉ። ካብ ስፖርታዊ ዜናታትና ድማ ኩዕሶ መርበብን ሰኪዐትን ብኤልኢዲ ግላስ ፍሎር ኣብዚ ቀረባ እዋን ኣብ ጀርመንን ኣመሪካን ኣብ ዝተተግበሩ ውድድራት እቲ ልሙድ ናይ ዕንፀይቲ ባይታ ሜዳ ብኤልኢዲ ተተኪኡ ኣሎ። እዚ ሜዳ እዚ ከም ቴሌቭዥን እዩ። ሓደ ተፃዋታይ ምስ ጎየየ ኣብ ትሕቲ እግሩ ስሙን ፍጥነቱን ይፀሓፍ። እቲ ሜዳ ከምቲ ፀወታ ዝቀያየር ኮይኑ ንተዓዘብቲ ሓዱሽ ተመኩሮ ይህብ። ኣብ ርእሲ እዚ The Enhanced Games ዝተባህለ ሓዱሽ ናይ ስፖርት ውድድር ይተኣታቶ ኣሎ። እዚ ውድድር እዚ ተጻወትቲ ዓቕሞም ንምውሳኽ ዝኾነ ዓይነት ተክኖሎጂ ወይ መድሃኒት ዶፒንግ ክጥቀሙ ዝፍቀደሉ እዩ። እዚ ዓቢ ክትዕ ፈጢሩ ዘሎ ኮይኑ፣ ደቂ ሰባት ብተክኖሎጂ ተደጊፎም ክሳብ ክንደይ ክጎዩን ክዘሉን ከም ዝኽእሉ ንምርኣይ ዝተዳለወ እዩ። ኣብ ኩዕሶ እግሪ ዓለም ሓደስቲ ጫማታት ዝተሰርሑ ኮይኖም፣ እቲ ጫማ ንባዕሉ ኩዕሶ መዓስ ብልክዕ ክትሃርማ ከም ዘለካ ሰንሰር ብምጥቃም ምልክት ይህበካ። ኣብ ዓውዲ ስፖርት ፊፋ ሓዱሽ ኤኣይ ኣስስታንት ሪፈሪ ዝተሰምየ ቴክኖሎጂ ኣብ መፃኢ ውድድራት ዓለም ክጥቀም ምዃኑ ኣፍሊጡ። እዚ ቴክኖሎጂ እዚ ካብቲ ዝነበረ ቫር ብዝተፈለየ ኣብ ውሽጢ ሓደ ሰከንድ ናይ ኦፍሳይድ ውሳነታት ክህብ ዝኽእል እዩ። ብተወሳኺ ኣብ ስጳኛ ዝካየድ ዘሎ ናይ ኩዕሶ እግሪ ሊግ ተፃወትቲ ኣብ ክዳኖም ዝተተኽለ ባዮ ሰንሰር ብምጥቃም ድኻሞም ናይ ልቢ ትርታኦምን ትርግታኦምን ናይ መጉዳእቲ ተኽእሎታቶም ብቐጥታ ናብ ኣሰልጠንቲ ክመሓላለፍ ጀሚሩ ኣሎ። እዚ ድማ ኣሰልጠንቲ ንተጻወትቶም መዓስ ክቕይርዎም ከም ዘለዎም ንምውሳን ይሕግዞም። ኣብ ናይ ምስግጋር ዜና ዓበይቲ ክለባት ኤውሮጳ ንናይ መጻኢ ኮኾብ ዝዀኑ መንእሰያት ንምልላይ ዳታ ኣናላቲክስ ጥራይ ክጥቀሙ ጀሚሮም ኣለዉ። እዚ ማለት ድማ ሓደ ተጻዋታይ ብዓይኒ ጥራይ ዘይኰነ ብቝጽሪ ዘለዎ ብቕዓት ተለኪዑ'ዩ ዝዕደግ ማለት'ዩ። ኣብ ዓውዲ ትምህርቲ ምጥፋእ ኣብያተ ትምህርቲ ትምህርቲ ብዘይ መፅሓፍን ደፍተርን ትምህርቲ ሎሚ ኣብ ገዛና ኮይንካ ዝውሰድ ጥራይ ዘይኮነስ ምስቶም ኣብ ታሪኽ ዓቢ ስም ዘለዎም ሰባት ብኣካል እናተዛረብካ ዝውሰድ ኮይኑ ኣሎ ንኣብነት ብሓገዝ AI ተምሃሮ ምስ ኣልበርት ኣንስታይን ወይ ምስ ማርቲን ሉተር ኪንግ ፊት ንፊት ኮይኖም ሕቶ ክሓቱ ይኽእሉ እዮም ሓድሽ መፅናዕቲ ከምዘርእዮ ኣብ ዓመት ክልተ ሽሕን ሰላሳን መብዛሕትኦም ተምሃሮ ናብ ቤት ትምህርቲ ኣይከዱን ኣብ ክንድኡ ኣብቲ ብቨርቹዋል ሪያሊቲ፣ VR፣ ዝተዳለወ ዲጂታላዊ ዓለም ምስ መሓዙቶም ይራኸቡ። ዘገርም ሓቂ፣ ሕጂ ተመሃሮ ሓድሽ ቋንቋ ንምሃር ዓመታት ኣየድልዮምን። ሓደስቲ ናይ እዝኒ መሳርሒታት፣ Earbuds፣ ንዝዀነ ቋንቋ ብቕጽበት ይትርጕምልካ። እዚ ማለት ሓደ ጃፓናዊ ዝዛረቦ ዘሎ ዘረባ ንዓኻ ብትግርኛ ክስምዓካ ይኽእል እዩ ማለት እዩ። መምህር ዘይብሉ ክፍሊ፣ VR ን ትምህርትን። ትምህርቲ ካብቲ ዝለመድናዮ ናይ ጸሊም ሰሌዳን ደብተርን ወጺኡ ናብ ዲጂታላዊ ዓለም ተሰጋጊሩ ኣሎ። ኣብዚ ሰሙን እዚ ኣብ ዝተፈላለያ ሃገራት ኤውሮጳ ዝተጀመረ ናይ Metaverse Classroom፣ ተመሃሮ ካብ ገዝኦም ከይወጹ VR ሄድሰት ብምጥቃም ኣብ ሓደ ክፍሊ ተኣኪቦም ክመሃሩ ተኻኢሉ ኣሎ። ንኣብነት ተመሃሮ ስነ-ታሪኽ ብዛዕባ ጥንታዊ ግብጺ ክመሃሩ ከለዉ ብኣካል ኣብቲ ቦታ ከምዘለዉ ኮይኖም ነቶም ፒራሚዳት ክርእይዎምን ክድህስስዎምን ከምዝኽእሉ ተፈቲኑ ኣሎ። እዚ ኣገባብ እዚ ተምሃሮ ትምህርቲ ንኽርድእዎ ንኽርድኦ ዘለዎም ተገዳስነት ብ ሰማንያ ፐርሰንት ከም ዝውስኾ መፅናዕትታት ይሕብሩ። ብተወሳኺ ፐርሰናላይዝድ ኤኣይ ቲቸር ዝተብሃለ መሳርሕታት ነፍሲ ወከፍ ተምሃራይ ከም ዓቕሙን ፍጥነቱን ትምህርቱን ዝህብሉ መገዲ ኣብ ብዙሓት ኣብያተ ትምህርቲ ይትግበር ኣሎ። ኣብ ዓውዲ ሕርሻ ሑፃ ናብ ገነት ምቕያር። ኣብ በረኻ ዝበቑሉ ኣሕምልቲ። ዓለምና ብድርቅን ዋሕዲ መግብን ኣብ እትሳቐየሉ ዘሎ እዋን፣ ሓደ ኣገራሚ ናኖ ቴክኖሎጂ፣ ሊኲድ ናኖ ክለይ፣ ተረኺቡ ኣሎ። እዚ ቴክኖሎጂ እዚ፣ ነቲ ዋላ ሓንቲ ዘይበቈለሉ ሑጻ በረኻ፣ ኣብ ውሽጢ ሸውዓተ ሰዓታት ጥራይ ማይ ዝሕዝን ዝበቍል ዘብቍልን ድዅዒ ክቕይሮ ይኽእል። እዚ ኣብ ሃገራት ዓረብ ተፈቲኑ ዓቢ ዓወት ኣመዝጊቡ ኣሎ። ብተወሳኺ፣ ሲዊድ ፋርሚንግ ወይ ባህርያዊ ቃንጫ ምሕራስ ዓቢ ዕዳጋ ይፈጥር ኣሎ። እዚ ተኽሊ እዚ መሬት ወይ ድኹዒ ኣየድልዮን ኣብ ባሕሪ ጥራይ እዩ ዝቦቅል ንመግቢ ሰብ ንመግቢ እንስሳን ከም ባዮ ፕላስቲክ ኮይኑ የገልግል ካልእ ዘገርም ሓቂ ሕጂ ተዛረብቲ ኣትክልቲ ተሰሪሖም ኣለዉ ተኽሊ ማይ ምስ ዝጸምኦ ወይ ሕማም ምስ መጾ ናብ ሞባይል ሓረስታይ መልእኽቲ ኖቲፊኬሽን ዝልእኸሉ ሰንሰራት ተገጢሙሎም ኣሎ። ክቡራት ተዓዘብቲ መደብና ንሎሚ ሒዝናልኩም ዝቐረብና ዜናታት እዞም ዝተኸታተልኩም እዮም ነይሮም። ንዝያዳ ዝርዝር ሓበሬታታት ሓደስትን ዜናታትን ምርጫኹም ቤት ተዛነ ዩቱብ ቻነል ይኹን። ቪድዮና ላይክ ምግባር ኣይትረስዑ፣ ንቻነልና ሓደስቲ ዝኾንኩም ድማ ሳብስክራይብ ክትገብሩ እንዳተላቦና ኣብ ዝቕጽል መደባትና ክሳብ ንራኸብ ሰላም። ቤት ተዛነ ዩቱብ ቻነል